ስለዚ ብቐጥታ ናብ ትምህርትና ክንከይድ ኢና ናብ ናይ ራእይ ዮሃንስ ትምህርትና ሎም መዓልቲ ራእይ ዮሃንስ ምዕራፍ ሸሞንተ ካብ ጥቕሲ ዓሰርተ ክሳብ ዓሰርተ ሓደ እዩ ትምህርትና ክልተ ጥቕስታት እየን ከምዚ ይብል እቲ ቃል እቲ ሳልሳይ መልኣኽ ካብ መለኸት ነፍሐ ዓቢ ኮኾብ ከም መብራህቲ እናነደደ ካብ ሰማይ ወደቐ፣ ኣብ ሲሶ ሩባታትን ዓይኒ ማያትን ከኣ ወደቐ፣ ስም እቲ ኮኾብ ድማ ምረት እዩ ዝበሃል፣ ሲሶ ማያት ከኣ መረረ፣ መሪር ብምዃኑ ብሰሪ እቲ ማይ ብዙሓት ሰብ ሞቱ ይብለና። ስለዚ ካብቶም ሸውዓተ መላእኽቲ መለኸት ክነፍሑ ተዳለዉ፣ እዚ መበል ሳልሳይ እዩ ዝነፍሕ ዘሎ፣ እቲ መበል ሳልሳይ መልኣኽ ምስ ነፍሐሲ ዓቢ ኮኾብ ኢሉ ኣሎ ገጂፍ ማለት እዩ ዓቢ ኮኾብ ከም መብራህቲ እናነደደ ማለት እዩ ከም መብራህቲ እንታይ እናገበረ እናነደደ ካብ ሰማይ ወደቐ ብለና ስለዚ ካብ ሰማይ ኮኸብ ዝወድቕ ዘሎ ከም መብራህቲ እናነደደ ማለት እዩ ኣብ ምንታይ ወዲቑ ኣብ ሲሶ ሩባታትን ዓይኒ ማያትን ካብ ወደቐ ሲሶ ማለት ሳልሳይ ዓፍ ሩባታት ናይ ዓለም ናይ ኩሉ ዓለም ማለት እዩ ሲሶን ናይ ኩሉ ዓለም ዓይኒ ማያት ድማ ወዲቑ ስም እቲ ኮኸብ ድማ ምረት እዩ ዝበሃል ማለት እዩ ስለዚ ስም ናይቲ ኮኸብ ኣምላኽሲ ንኩላቶም ከዋኽብቲ በብኣስማት ይፅውዖም ናይዚ ዝወደቐ ኮኸብ ሽሙ ድማ ምረት እዩ ዝበሃል መርር እዩ ምረት ምረት ዝበሃል ኮኸብሲ ወዲቑ ኣብ መበል ሳልሳይ መልኣኽ ሲሶ ማያትካ መረረ ስለምንታይ መሪሩ እቲ ምረት ኮኾብ ወዲቁ ሲሶ ማያት ሲሶ ሩባታት ሲሶ ዓይኒ ማያት ስለ ዝሃረመ ኣብኡ ስለ ዝወደቀ ሲሶ ንዓለም ማያት መረረ መርር ብምዃኑ እውን ብሰሪ እቲ ማይ ብዙሓት ሰብ ሞቱ ስለዚ ዝቀልል ነገር ኣይኮነን ኣብ ሓደ ኩርናዕ ናይ ዓለም ኣብ ሓደ ቦታ ጥራሕ ዘይኮነ ሲሶ መበል ሳልሳይ ዓፍ ናይ ዓለም ሩባታትን ማያትን ምስ ወደቐ ድማ እቲ ማይ ስለ ዝመረረ እቲ ማይ ድማ ብካል ኣዘራርባ ዋላ ተመሪዙ ክንብልና መርዚ ኮይኑ ስለዚ ካብ ውሰተዩ ሳልሳይ ኣፍ ናይ ሰባት እውን ክመቱ ኮኑ ብዙሓት ኢልዎ ኣሎ ቁፅሮም ኣይነገረናን ግን ሳልሳይ ክፋል ናይ ዓለም ማይ እንደርዳ ተሃሪሙስ ብዙሓት እዮም ቁፅሪ እዮም ቁፅሮምስ ብዙሓት እዮም ሞይቶም ይብለና እዚ መዓስ ዝኾን ዘሎ ኣብቲ ናይ ሸውዓተ ዓመት ናይ መከራ ግዜ ማለት እዩ ሕጂ እዚ ኮኸብ እዚ ክልተ ሓሳባት ኣሎ ሰባት ዝብልዎ እንታይ ዓይነት ኮኾብ እዩ ናይ ብሓቂ ድቲ ፊዚካል ኮኾብ ኣብ ዓለም ንሪኦ ዘለና ኮኾብ ድዩ ወይ ሰይጣን እዩ ዝብል ክልተ ሓሳባት ኣሎ ሰይጣን ኣይኮነን ግን ኮኾብ እዩ ሪል ኮኾብ እዩ እቶም ሰይጣን ዝብሉ ካብ ገለ መፅሓፍ ቅዱስ ክፋላት ወሲዶም ይዛረቡ ግን እሱ ካብ መፅሓፍ ቅዱስ ዝወስድዎ ሲ ንካሊእ ዝገልፅ ንኣብነት ጎይታ የሱስ ክርስቶስ ነቶም ሰብዓ ልኡኻት ክልእኾም ከሎስ ከይዶም ኣጋንንቲ ከውጽኡ ከሎስ ተመሊሶም ድማ ንጎይታ እንታይ ኢሎሞ ኣጋንንትኻ ብስምካ ይግዙኡና ኣሎ ምስ በለ ጎይታ እንታይ ኢሉ ሰይጣንሲ ካብ ሰማይ ከም መብረቕ ክወድእ ከሎ ረኽዎ ንዓ ይብሉ ግን ንዓ ኣይገልጽን እዩ ኣብ ታሻዕ ምዕራፍ ናይ ራእይ ዮሃንስ እውን ጥቕሲ ሓደ ክንዛረብ ከለና እቲ ሓምሳይ መልኣኽ ድማ መለኸት ነፍሒ ኮኸብካ ካብ ሰማይ ናብ ምድሪ ወደቐ ክወድቅ ከሎ ከኣ ረኹ መርሖ ኣብ ምዕላውን ተዋሃቦ ኢሉ ኣሎ። እዚ ንሰይጣን እዩ ዘመልክት ግን ኣብ ሳልሳይ መለኸት ዝራናዮ ሰይጣን ኣይኮነን። ካልእ ድማ ኣብ ራእ ዮሃንስ ዓሰርተ ክልተ ሰይጣን እቲ ናይ ጥንቲ ገበል ምስ ሚካኤል ተዋጊኡ መልኣኽቱ ሒዙ ማለት እዩ። ድሕሪኦም ድማ ስፍራሲ ካብ ስፍራሲ ኣብ ሰማይ ኣይተረኸበን እብለና። ሲሶ ኸዋኽብቲ ድማ ሰሓበ ናብ ምድሪ ኣውደቖም ካብ ዝብል ኣሎ ኣብ ራሁ ነት ዓሰርተ ክልተ። ብኸማ ምኽንያት እዮም ነዚ ህጂ ንሪኦ ዘለና ኮኾብ ሰይጣን ዝብሉ ግን ሰይጣን ኣይኮነን ምኽንያቱ ኣብ ሩባታትን ኣብ ማያትን ወዲቑሲ ነቲ ሩባታትን ነቲ ማያትን ድማ እንታይ ገርዎ መሪዞ ፊዚካል መርዚ ዘለዎ ከም መብራህቲ እናነደደ ዝመፀ ኮኾብ እዩ። ንዓለም መሪዝዎ ዘሎ ማለት እዩ ድሓር ክንርኢና ንምንታይ እዩ ኣምላኽ ንዓለምሲ በዚ ምረት ዝኾነ ኮኽብሲ ዝፈርዳ ዘሎ ዝቐዝዓ ዘሎ ሕጂ ኣብ መጽሓፍ ቅዱስ ናይ ምረት መርር ምዃንሲ መበቆል ኣለዎ ሱር ኣለዎ መበቆሉ እንታይ እዩ ቀዳመ መበቆል ናይ ምረት ካበይ ዝብገስ እንትእልና ካብ ኣምልኾ ናይ ጣወሲ ምረት ይመጽእ እዩ መርዚ ይመጽእ እዩ ኣብ ዘዳግም እስራን ሸዓተን ጥቕሲ ዓሰርተ ሸሞንተ ከነንብብ ኢና ናይ ምረት መበገሲኡ እንታይ ኣላ እና ሱሩ መንቀሊኡ ናይ ምረት እንታይ እዩ ኣምልኾ ጣዖት እዩ። ኣምልኾ ጣዖት ዘምልኽ ዘበለ ኩሉ ምረት እዩ ዘፍልፍል፣ መርዚ እዩ ዘምጽእ፣ ኣብ ህይወቱ ምረት እዩ ዘምጽእ። ከምዚ ይብለና ዘዳግም ዕስራን ትሽዓተን ዓሰርተ ሸሞንተ እምበኣርሲ ሰብኣይ ኮነ ወይስ ሰበይቲ ወይ ዓለት ወይ ነገድ። ስለዚ ሰብኣይ ውልቂ ሰብ እዩ፣ ሰበይትኻ ውልቂ ሰብ እያ፣ ዓለትካ ንብዙሓት እዩ ወይ ነገድ ካብቶም ዓሰርተ ነገድ ሓደ ሎሚ ልቡ ካብ እግዚኣብሔር ኣምላኽና ዝምለስ ኢሉ ኣሎ ስለዚ ካብ እግዚኣብሔር ኣምላኽ ምምላስ ናብ ኣምልኾ ጣወት ስለ ዘመርሕ ኣብ መወዳቱ ምረትን መርዚን እዩ ዘምፅእ ዝምለስ ካብ እግዚኣብሔር ኣምላኽ ዝምለስ እሞ ከይዱ ንኣማለኽቲ እቶም ህዝብታት እቲያቶም ዘምልኽ ከይህልወኩም ንካልኦት ኣማለኽቲ ዘምልክ ከይህልወኩም ኣባኻትኩም መርዝን መርርን ዘብቁል ሱር ከይርከበኩም ኢሉ ኣሎ ስለዚ ካብ እግዚኣብሔር ኣምላኽ ተመሊሱ ንካልኦት ኣማልኽቲ ብምምላኽሲ ኣባኻትኩም እንታይ የምፅእ ኢልዎ ኣሎ መርዝን መርር ዘብቁል ሱር ሱር መበቆሉ ናይ ምረትን ናይ መርዝን ናይ ካልኦት ኣማልኽቲ ምምላኽ ማለት እዩ ስለዚ ኣብዚ ንሪኦ ዘለና ኣብ ራኢ ዮሃንስ ኣምላኽ ድማ በቲ ኮኾብ ምረት ተባሃለ ኮኾብ ገሩ ንዓለም ማያት ክሃርም ከሎ እዚኦም ኣብ ዓለም ዝነብሩ ካብ ንኣምላኽ ምምላኽሲ ንካሎት ኣማልኽቲ ምምላኽ ስለ ዝፈትሑዮም ኣምላኽ ብኸምኡ ገሩ ዝቐጽዖም ዘሎ ማለት እዩ ሕጂ ካልኦት ኣማልኽቲ ክንብል ከለና ከምቲ ኣብ ብሉይ ኪዳን ዝነበረ ዝረኤ ጣዖት ፊዚካሊ ከይከውን ይኽእል እዩ ኣብ መጽሓፍ ቅዱስ ካልእ ኣምላኽ ልዎ ዘሎ ሓደ ሓደ ኣብነታት ጠቂስና ክንዛረብ ኢና ንኣብነት ኣብ ፊልጲ ሳልሳይ ምዕራፍ ንኸብዲ ከም ኣምላኽ ገይሩ ኣቕሪብዎ ኣሎ ገሊያቶምሲ ኣምላኾምሲ ከብዶም ኢልዎ ኣሎ ፊልጵስ 3 ካብ 18 ክሳብ 19 ከምቲ ብዛዕቦም ብዙሕ ሳዕ ዝበልክዎ ሕጂውን እናበኸኹ እብል ኣለኹ ብዙሓት ጸላእቲ መስቀል ክርስቶስ ኮይኖም ይመላለሱ እዮም ጳውሎስ እዩ ዛረበ ዘሎ ብዙሓት እዮም ውሕዳት ኣይኮኑን እንታይ ኮይኖም ዝመላለሱ ጸላእቲ መስቀል ክርስቶስ ኮይኖም ዝመላለሱ መወዳቶም ጥፋ ስለ ዝኾነ እዩ እናበኸየ እቲ ዝዛረብ ዘሎ እናበኸየ ጳውሎስ እናበኸየ ምክንያቱ መወዳቶም ጥፋእ ስለ ዝኾነ ስልዮም እዩ ዝበኪ ዘሎ ኣምላኾም ከብዶም እዩ ኢሉ ኣሎ ስለዚ ከብዲ ዝብላዕ ዝስተ ኣምላኽ ክኸውን ይኽእል እዩ ከምቲ ኣብ ዘዳግም ዕስራን ሸሞንተን እ- ዕስራን ትሽዓተን ዓሰርተ ሸሞንተን ዘንብብናዮ ንካልኦት ኣማልኽቲ ዘምልኽ መርዝን መርርን ሱር ከብቁል ይኽእል እዩ ኣሎ ስለዚ ካብቶም ኣማልኽቲ ኣብ መፅሓፍ ቅዱስ ተ- ተገሊፆም ዘለዉ ኣምልኾ ጣዖት ዘምርህ ከብዲ ማለት እዩ ከብዲ ከብዲ ወላ ሰይጣን መጀመርታ ንኣዳም ንሔዋን ከስሕቶም ከሎ ብብልዒ ብከብዲ ኣስሕትዎም መወዳእቶም ጥፍኣት እዩ ኣምላኾም ከብዶም እዩ ክብረቶም ነውሮም እዩ ሓሳቦም ከዓ ናይ ምድሪ እዩ እታ ናይ ምድሪ ዝብል ኣሰዕሉላ ሓሳቦም ከዓ ናይ ምንታይ እዩ ናይ ምድሪ እዩ ኣምላኽ ድማ ንመን ዝፈር ዘሎ ነቶም ኣብ ምድሪ ዘለዉ ምረት ዝበሃል ኮኸብ ኣውዲቑ ሳልሳይ ኣፍ ሩባታትን ዓይኒ ማያትን ሓሪሙ ነቶም ኣብ ምድሪ ዘሎ ይፈርዶም ኣሎ ካልእ ኣምላኽ ከም ጣዖት ክምለኽ ዝኽእል ገንዘብ እዩ ጎይታ የሱስ ክርስቶስ እንታይ ኢሉ ኣብ ማቴዎስ 624 ንኣምላኽን ንገንዘብን ከተገልግሉ ኣይትኽእሉን ኢኹም ስለዚ ንገሊኣቶም እቲ ገንዘብ እንታይ ኾኖም ኣምላኽ ዝኾኖም ጣዖት ዝኾኖም ከተምልኹ ኣይትኽእሉን ኢኹም ኣብ ሉቃስ 1215 ድማ ጎይታ የሱስ ክርስቶስ እንታይ ኢሉ ሂወት ሰብ ሲ ብብዝሒ ገንዘብ ኣይኮነትን እያ እሞ ተጠንቀቁ ኢሉ ነቶም ዝሰምዑ ዝነበሩስ ኣጠንቂቅዎም እዩ ሂወት ሰብ ሲ ብብዝሒ ገንዘብ ኣይኮነ እሞ ተጠንቀቁ ኢሉ ምክንያቱ ገሊኣቶም ኣምላኮም እንታይ እዩ ገንዘቦም እዩ ገሊኣቶም ድማ ንፍጡር የምልኹ ኣብ ሮሜ ሓደ ካብ እስራን ሓደን ክሳብ እስራን ሽዱሽተን ከነንብብ ሮሜ ምክንያቱ እዚ ኩሉ ኣምልኾ ጣዖት እንታይ ዘምፅእ ኢልና ኣለና መርዚ መርር ሱር የምፅእ እዩ ስለዚ እዚኣቶም መርዚ ዝሰትዩ ዘለው ብዙሓት ዝሞቱ ሳልሳይ ኣፍ ማያት ናይ ዓለም ተመሪዙ ኣሎ እዚ መመረዚኡ ምክንያት ድማ እቶም ኣብ ዓለም ዝነብሩ ነቲ ሓቀኛ ኣምላኽ ክንዲ ዘምልኹሲ ንካልኦት ኣማለኽቲ ስለ ዘምልኹ እዩ እቲ ምረት መፂኦም ዘሎ እቲ ናይ ፅዋእ ምረት ድማ ይሰትዩ ኣለዉ ኦኬ ሮሜ ሓደ ካብ እስራን ሓደን ክሳብ እስራን ሽዱሽን ግና ከን ኣምላኽ እናፈለጥዎስ ከም ኣምላኽ ገይሮም ስለ ዘየኽብርዎን ዘየመስግንዎን ብሓሳባቶም ኮንቱ ኾኑ እቲ ዘየስዕል ልቦም ጸልመተ ለባማትና እናበሉ ዓሸ እሞ ንኽብሪ እቲ ዘይሓልፍ ኣምላኽ ናብ ምስሊ ሓላፊ ሰብን ሓላፊ ሰብ የምልኹ ኣዕዋፍ የምልኹ፣ ኣርባዕተ መሓውር ዘለዎም የምልኹ፣ እንሳን ዝመስልን ለወጥዎ ብለና። ነቲ ሓቂ ኣምላኽ ናብ ሓሶት ስለ ዝለወጥዎ፣ ነቲ ሓቂ ኣምላኽ ገዲፎም ጣዖታትካ ናይ ሓሶት ኣማልኽቲ እዮም። ኣብ ክንዲ ፈጣሪ ንሱ ንዘላለም እተባረኸ እዩ። ኣሜን። ኣምላኽና ዘላለም ተባረኸ ፈጣሪ እዩ፣ ንዑና ነምልኽ። ኣብ ክንዱ ንፍጡር ስለ ዘምለኹን ስለ ዘገልገሉን ንፍጡር ምምላኽ ምረት መርዚ ኤምጽእ እዩ። ኣምላካት ስጋ ሓድሕዶም ክሕስሩ ብትምሊ ልቦም ርኽሰት ኣሕሊፉ ሃቦም ይብለና። ስለዚ ሰብኣይ ኮነ ሰበይቲ ኮነ ዓለት ኮነ ነገድ ኮነ ካብ እግዚኣብሔር ኣምላኽ ዝምለስ እሞ ናብ ካልኦት ኣማልኽቲ ከይዱ ዘምልኽ እሞ መርዝን መርር ሱርን ኣምጽኡ ከየጨንቐኩም ኢልዎ ኣሎ። ስለዚ ናይዚ ምረት ምንጩ ብቕድሚያ እቲ ኮኸብ ኣይኮነን እቶን ሰባሲ ነቲ ዓይኒ መዓ ዝኾነ ጎይታ ኢየሱስ ክርስቶስ ካብቲ ማይ ህይወት ክንሰትዩሲ ንኻሎት ኣማልኽቲ ንሓሰውቲ ኣማልኽቲ ንጣኦታት ስለ ዘምልኹ እዚ ምረት ሙሉእ ዓለም ተመሪዙ ኣሎ፣ ተበላሽዩ ኣሎ። ምረት ዝበሃል ኮኸብ ድማ መጺኡ ንዓይኒ ማያት ድማ እንታይ ገይርዎ ሃሪምዎ፣ እቲ ዘልዮ ምረት ድማ ይሰትዩ ኣሎ። እቲ መርዚ መበቆሊ እንታይ እዩ? ንኣምላኽ ዘይምምላኽ ንጣኦታት ምምላኽ ስለ ዝኾነ። እግዚኣብሔር ድማ ክብሩን ሓይሉን ፍርዱን ጽድቁን የርኢ ኣሎ እግዚኣብሔር ብዝገብሮ ዘበለ ኩሉ እንታይ እዩ ጻድቕ እዩ እግዚኣብሔር ጻድቕ ኣምላኽ እዩ ጻድቕ ፈራዲ እዩ እቲ መልኣኽ ማያት ድማ እንታይ ኢሉ መሊሱ ማያት ናብ ደም ምስ ለወጦ እዚ ብምፍራድካ ጻድቕካ ኢሉስ መሊሱ እሳ- ታቦት ድማ እወ ፍርዱ ሓቅን ጽድቅን ኢሎም መሊሶም እግዚኣብሔር ጻድቕ ኣምላኽ እዩ ጻድቕ ፈራዲ እዩ ንዝደለዮ ከም ደለዮ ዝህብ ነቶማ ህይወት ደሊና መፂና ዘለና ኣስዩና ኣሎ ጎይታ ኢየሱስ ክርስቶስ ካብኡ ጠዓምናዮ ኣለና ንዓይም ደሊና ንካሎት ኣማለኽቲ መርዚ ናሰዚ ድማ መርዚ ሂቦም ኣሎ ኣምላኽ ሓቀኛ ፈራዲ ፃድቅ ፈራዲ እዩ ካልእ ናይ ኣምልኹ ጣወት ምንጪ እዚ እናኣኽረርና ክንከድ ናብ ቃል ኣምላኽ ኣኽሪርዎ ስለ ዘሎ እዩ ህያብ ኣምላኽ ጣወት ክኸውን ይኽእል እዩ ከቢድ ክመስል ይኽእል ግን ቃል ኣምላኽ ከምኡ ኢልዎ ኣሎ ኣምላኽ ዝሃበካ ነገራት ወላ ሕዚ ክንዛረቦ ዝጸናሕና ብምሉእ እኳ እቲ ኣምላኽ ሂቡ- ዝሃበና እቲ ፍጡ- ፍጡር ፍጥረት ዝሃበናስ ክንሕጎሰሉ ንሕና ድማ ንኣምላኽ ከነመስግነሉ እምበር ነ- ንዑ ክነምልኾ ኣይኮነን ኣምላኽ ሂቡና ዘሎ ንኣብነት ደቂ እስራኤል ሲ ኣ- ካብ ግብፂ ካብ ባርነት ዝወፅሉ ምሸት እዚ እንታይ ብለና ቃል ኣምላኽ ብወርቅን ብብሩርን ኣውፅኦም ኣብ ማእኸሎም ድማ ድኹም ኣይነበረን ንግብፂ ድማ ገፊፎሞ ብለና ንግብፂ ገፊፎም ይወፅኦም ነዚ ወርቅን ብሩርን ዝሃቦም መን እዩ ኣምላኽ እዩ ስለቲ ወርቅን ብሩርን እንታይ እዩ ህያብ ናይ ኣምላኽ ኣምላኽ ዝሃቦም እዩ ኣምላኽ ሂብዎም ግናኸ ኣብ ከረን ሲና ምስ በፅሑ እቲ ኣምላኽ ከም ምርኮ ዝሃቦም ብሩርን ወርቅን እንታይ ገይሮሞ ጣዖት ናይ ምራኽ ሰሪሖም ከም ዝብለና ቃል ኣምላኽ ኣብ ዘፀኣት ሰላሳን ክልተን ካብ ሓደ ክሳብ ሽዱሽተ እቲ ህዝቢ ከዓ ሙሴ ኣብ ከረን ከይወርድ ከም ዘምገየ ምስ ረኣየ ናብ ኣሮን ተኣከበ እሞ ነዚ ካብ ምድሪ ግብፂ ዘውፅኣና ሙሴ እቲ ሰብኣይ እንታይ ከም ዝረኸቦ ኣይንፈልጥን ኢና እሞ ተንስኪ ቅድመና ዝኾዱ ኣማልኽቲ ግበርልና በሎ ኣቤት ኣቤት ኣማልኽትስ ግበረልና ጣዖት ግበረልና ንኣምላኽ ረሲዖሞ ክንደይ ተኣምራት ድዮም ኣብ ግብፂ ዓሰርተ ሓደ ባሕሪ ክምቀል ከሎ ርዮም እዚ ኩሉ ተኣምራት ርዮም ሲ ኣማልኽቲ ግበረና ናብ ካልእ ኣማልኽቲ እዚ መርዝን ምረትን ዘምጽ ነገር እዮም ሓቲቶም ኣሮን ድማ እቲ ኣብ ኣእዛን ኣንስትኹምን ኣወዳትኩም ኣዋልድኩም ዘሎ ቀላብቲ ወርቂ ቀንጢጥኩም ኣምፅለይ በሎም እዚ ወርቂ እዚ እግዚኣብሄር እዩ ኣውሂብዎም ካብ ግብፂ ገፎ ከሎ እግዚኣብሄር ኣውሂብዎም ምስ ሃቦ ጣዖት ሰሪሖም ኩሎም እቶም ህዝብኻ ኣብ ኣእዛኖም ዝነበረ ቀላብጢ ወርቂ ቀንጢጦም ከኣ ናብ ኣሮን ኣምጽኦ፣ ንሱ ከኣ ካብ ኣዳም ወሲዱ ብመንደል መመሰሊ ቀሪጹ ኣብ ስሱኻ ምራኽ ገበሮ። ንሳቶም ድማ፣ ኦ እስራኤል፣ ካብ ምድሪ ግብጺ ዘደይቡኻ ኣማልኽቲ እዚኣቶም እዮም በሉ። ምራኽ ኣውጺኦም፣ ወርቂ ኣውጺእዎም፣ እቲ ሕያው ኣምላክከ፣ ዘላለማዊ ኣምላክከ፣ እቲ ዝዛረብ ዝንቀሳቐስከ፣ እቲ ወርቂ ኣይኰነን ኣውጺእዎም? ክንደይ ዘሕዝን እዩ ክንደይ ዘሕዝን እዩ ኣሮን እዚ ምስ ረኣየ ኣብ ቅድሚኡ መሰዊ ሰርሐ ጽባሕ ንእግዚኣብሔር በዓል እዩ እዚ እግዚኣብሔር ዝብሎ ዘሎ ሲ ነጣው ዘምልኹም እቲ ሓቀኛ ኣምላኽ ኣይኮንን ኢሉ ድማ ኣወጀ ንፅብሕቱ ኣንጊሆም ተንስዮን ድማ ዝሓርር መስዋእት ሰውኡ ነቲ ጣዖት መስዋእት ምስጋናውን ኣቕርብሉ ነቲ ጣዖት እቶም ህዝቢ ድማ ክበሉን ክሰትዩን ከፈሉ ክሰሓቑኻ ተንስኡ። እዚ ኣጸያፊ ነውሪ ነገር እዩ። ክሰሓቑ ተንስኡ ዝብል ዘሎሲ ጳውሎስ እንታይ ኢሉ? እቲ ኣብ ጸልማት እቶም ዘይእዘዙ ዝገብሮ ንምዝራቡ ነውሪ ኢልዎ ኣሎ። ብህዝቢ ተኣኪብካ ዝሙት ኣብ ቅድሚ ጣዖት ጠፍዮም መርዚ ኣምፅኦም ምረት ኣምፅኦም ብዙሓት ድማ ጠፍዮም ኩላቶም ባሕሪ ተሳጊሮም ኩላቶም መንፈሳዊ መግቢ በልዮም መንፈሳዊ መስተ ሰትዮም ብባሕሪን ብደመናን ናብ ሙሴ ተጠሚቆም ካባታቶም ዝበዝሑ ንኣምላኽ ባህ ስለ ዘብሎ ኣብ በረኻ ተወደኡ ብለና እዚ ድማ ንዓና መለበሚ ክኾነና ተፃሒፉ ዘሎ እዞም ኣብ ዓለም ዝነብሩ ብምረት ተሃሪሞም ዘለዉ ማይ መርዚ ዝሰትዩ ዘለዉ ማይ ምረት ሰትዩ ዘሎ እሞ ሰትዮም ድማ ቤት መርዚ ድማ ዝሞቱ ብዙሓት እዮም ምክንያቱ ነቲ ሓቀኛ ኣምላኽ ስለ ዘምልኾ እዩ መርዚ ከበይ ዝመፅእ ንኣምላኽ ገዲፍካ ንካልኦት ኣማለኽቲ ካብ ምምላኽ እዩ ዝመፅእ ስለዚ እቲ ህያብ ኣምላኽ እውን ክትጥቀቕ ኣለካ ጎይታ ዝሃበካ ህያብሲ ንኦ መምለኽ እምበር ንሱ ጣዖት ከይኸውን ክትጥንቀቕ ኣለካ እዚኦም ደቂ እስራኤል ቤት ኣምላኽ ዝሃቦም ህያብ እዮም ንኣምላኽሲ ጣዖት ገዲፎም ኣምላኽ ገዲፎም ጣዖት ሰሪሖም ስለዚ ምልስ ኢልና ኣብ ህይወትና ኣምላኽ እንታይ ሂቡና ኣሎ ወላ መንፈሳዊ ህያባትና እውን ጣዖት ከይኮነና ክንጥንቀቕ ኣለና ንፉዕ ሰባኻይ መምህር ክትከውን ትኽእል ኢኻ ከምኡ እንጓርካ ናብ ትዕቢት እንትዳ ኣምሪሑካ ጣውቲ ኮነካ ኣሎ ክትጥንቀቕ ኣለካ ክትጥንቀቕ ኣለካ ናይ መዝሙር ህያው ክህልወካ ይኽእል እዩ ናይ ትንቢት ህያው ክህልወካ ይኽእል እዩ ናይ ፈውሲ ህያብ ክህልወካ ይኽእል እዩ ናይ ቃል ፍልጠት ናይ ቃል ጥበብ ህያብ ክህልወካ ይኽእል እዩ እዚ ኩሉ ንኽብሩ ደኣ እምበሪ ንሱ ጣዖት እንተኮይኑካ ናብ መርዝን ናብ ምረት ስለ ዘምርሓካ የዐሪኻ ክትጥንቀቅ ኣለካ ሓወይ ሓፍተይ ኣነ ተበሃለኒ እየ ዝነግረካ ዘለኹ ስለ ዝፈትወካ እየ ዝነግር እቲ ሓቂ እዚ እዩ እግዚኣብሔር ኣምላኽ ጥራይ ክምለኽ ዝግባእ እዚ ሓቂ ናይ ቃል ኣምላኽ እዩ ዝነግረካ ዘለኹ ሓቂ ቃል ኣምላኽ ዝነገርካ ዘለኹ እቲ ህያባትካ ጣዖት ከይኾነካ ክትጥንቅቕ ኣለካ ወላ እቲ ኣምላኽ ዝሃበካ እግዚኣብሔር ኣምላኽ ጥራይ እዩ ዝምለኽ ኣሜን ሕጂ ኣብራ ዮሃንስ ኣብቲ ናይ ሸውዓተ ናይ መከራ ዓመት ኣምልኾ ጣወሲ ሳዓሪሩ እዩ ነይሩ ሳዓሪሩ እዩ ሳዓሪሩ እዩ ንኣጋንንቲ ዘምልኹ ብዙሓት እዮም ንኣብነት ራእይ ዮሃንስ ትሽዓተ ጥቕሲ ዕስራ ከም ዝብለና ኣምላኽ ብብዙሕ መቕፃዕቲ ብብዙሕ ፍርዲ ንዓለም እናፈረደ ክመልፅ ከሎስ ኣምላኽሲ ብጀካ እቲ መቕፃዕትን እቲ ፍርድን ካብቶም ሰባት ሓደ ነገር ዝፅበ ነይሩ ንዑ ሪኦምሲ ክፈርሕዎ ንዑ ሪኦምሲ ክንስሑ ናብ ኣምላኽ ክምለሱ እዩ ነይሩ ምሕረት ንኣምላኽ እዩ ግና ክንሳቶም ክንዲ ዝንስሑ ንኣጋንንቲ ምምላኽ ቀፂሎሞ ራእ ዮሃንስ ሸዓተ ዕስራ እቶም በዘን መዓት እዚኣተን ከይተቐትሉ ተረፉ ሰባት ከዓ ኣጋንንትን ነቶም ክርእዩ ወይስ ክሰምዑ ወይስ ክኸዱ ዘይክከኣሎም ጣዖታት ወርቅን ብሩርን ኣስራዝን ኣእማንን ዓጻውን ከይሰግዱ ካብ ትግብሩ ኣእዳዎም ኣይተነስሑን እብለና። ኣይተነስሑን። ጎይታ የሱስ ክርስቶስ ኣብ ወንጌላት ክዛረብ ከሎስ፣ እንታይ ኢሉ? እቶም ኣብ ሰሊሆም ግቢ ዝወድቖም ሰባትሲ ኣብ እስራኤልሲ ዝኸፍኤ ሓጢኣት ዝገበሩ ኣይኮኑን ኢሉ። ንስኻትኩም ድማ እንተ ዘይተነሲሕኹም ከማታቶም እንታይ ክትኮኑ ኢኹም ክትጠፍኡ ኢኹም ኢልዎ። ንሳቶም ክጥፍኡ ከሎስ ሰባት ፈሪሖምሲ ናብ ኣምላኽሲ ክምለሱ ናብ ኣምላኽ ክምለሱ ክንስሑ ነይሮም ግን ኣይገበርዎን። ኣብዚ ድማ ነቶም ካልኦት ክጠፍኡ ከሎሲ ንኣምላኽ ፈሪሖም ዝንስሑ እቲ ቃል ደጊመ ከንብበልኩም እየ እቶም በዘን መዓዚያትን ከይተቐትሉ ተረፉ ሰባት ከዓ እንድሕር ዳ እዚ ፍርዲ እንትመፅኡሲ ክንስሑሲ ዕድል እዩ ምሕረት እዩ ፀጋ እዩ ነዚ ግና ነፂጎም ናጋንንትን ነቶም ክርእዩ ወይስ ክሰምዑ ወይስ ክኸዱ ዘይከኣሎም ጣዖታት ወርቅን ብሩርን ኣስራዝን ኣእማንን ዓፃውን ከይሰግዱ ካብቲ ግብረ ኣዳዎም ኣይተነስሑን ስለዚ ኣብቲ ናይ ሸውዓተ ናይ መከራ ዓመት ሰባት ነጋንንቲ ንሰይጣን ብግልፂ የምልኽዎ ነቲ ፀረ ክርስቶስ ድማ ብግልፂ ከም ሰግደሉ ኣብ ራእይ ዮሃንስ ዓሰርተ ሰለስተ ኣርባዕተ ነንብብ ከምዚ ብለና እቲ ቃል ንሳቶም ከ ነቲ ኣራዊት ማለት ነቲ ፀረ ክርስቶስ ስልጣን ስለ ዝሃቦ ነቲ ገበል ሰገደሉ ንሰይጣን ሰጊዶምሉ ነቲ ኣራዊትን እውን ነቲ ኣራዊት እውን ነዚ ኣራዊት እዚስ መን ይመስሎ መንኪ ክዋገኦ ይኽእል እናበሉ ሰገድሉ ንሰይጣን ዝሰግዱ ነቲ ኣራዊት ዝሰግዱ ስለዚ ኣብቲ ናይ ሸውዓተ ናይ መከራ ዓመት ንሰይጣን ምምላኽ ነፀረ ክርስቶስ ምምላኽ ሲ ሰዓሪሩ እዩ ስለዚ እቲ ምረት ዘምፅ ዘሎ እንታይ እዩ ንኻሊእ ንሰይጣን ምምላኽ እዩ ዘምፅ ዘሎ ወሲኽና ምስ ነንብብ ኣብ ራእይ ዮሃንስ ዓሰርተ ሰለስተ ካብ ጥቕሲ ዓሰርተ ሓሙሽተ ክሳብ ዓሰርተ ሽዱሽተ ከነንብብ ኢና። ከም ዝብለና ምስሊ እቲ ኣራዊት ምእንቲ ክዛረብን ነቶም ንምስሊ እቲ ኣራዊት ዘይሰገዱ ዘበሉ ኩላቶም ምእንቲ ክቐትሎምን ከኣ ንምስሊት ኣራዊት ትንፋስ ክህብ ተዋህቦ። ንኹላቶም ነቶም ንኣሽቱን ዓበይትን፣ ንሃብታማትን ድኻታትን፣ ንጭዋታትን ባሮትን፣ ኣብ ኣእማና ኢዶም ምስ ኣብ ግንባሮም ማሕተም ከም ዝቕበሉ ይገብር ኣሎ። ዘገርም እዩ። ስለዚ ኣምላኽ ሓቀኛ ፈራዲ እዩ። ንዓለም ይፈርዳ ኣሎ ብማይ መርዚ ገይሩ ማለት እዩ ብ- በቲ መርር ዝኾነ ኮኸብ ገይሩ ኣብ ቀዳማይ ዮሃንስ ምዕራፍ ሓሙሽተ ናይ መወዳእታ ምዕራፍ ናይ መወዳእታ ጥቕሲ ዕስራን ሓደን ቀዳማይ ዮሃንስ ናይ መወዳእታ ምዕራፍ ምዕራፍ ሓሙሽተ ናይ መወዳእታ ጥቕሲ ጥቕሲ ዕስራን ሓደን ከም ዝብለና ኣቶም ደቀየ ካብ ጣዖታት ዳኹኑ ተሓለዉ። ናይ መወዳእታ ጥቕሲ፣ ናይ መወዳእታ ቃል ናይቲ መልእኽቲ ዮሃንስ፣ ኣቱም ደቀየ ካብ ጣዖታት ተሓለዉ፣ ምኽንያቱ ጣዖታት ምምላኽ መርዝን ምረትን እዩ ዘምጽእ። ኣብ ህይወትና መቐረት ክህሉ እንተኾነ ንእግዚኣብሔር ኣምላኽ ጥራይ ብምምላኽ እቲ መቐረት ዝመጽእ። ሃለሉያ! ንህይወትና ዘመቀሮ እንታይ እዩ? እቲ ኦም እዩ። እቲ ኣማራ ኣብ በረኻ ተረኺቡስ ንሂወትና ዘመቀረ እሱ እዩ ንሕና ኣብ ማራና ዘለና ማራ ማለት ዓለም ዓለም ምንታ ብመርዚ ምረታ ተመልያ ዘላ ግናኸ ኣብ ማእኸል ምረት ሓደ ኦም መፂኡልና

ጥዒሙና ዘሎ ካብኡ ዘይሰተ ኣብ ምረት እዩ ዘሎ ኣብ ማራ እዩ ዘሎ ስለዚ ነቶም ኣብ ምረት ዘሎ ናብ መቕረት ም- ምፁ ዝብል መልእኽትኻ ኣለና እግዚኣብሔር ዝተመስገነ ይኹን ካሊእ ምንጪ ናይ ምረት ድማ ክንዛረብ ኢና ቀዳማይ እንታይ ሪና ጣወታት ምምላኽ ኢልና ኣለና ጣወታት ምምላኽ ካልእ ድማ ንፍርድን ንፅድቅን ምድርባይ ምረት የምጽእ። ስለዚ ክርስትያናት ኩላትና ብጎይታ የሱስ ክርስቶስ ዝኣመንና ንፍርዲ ኣምላኽ ክንቅበል ኣለና፣ ንጽድቂ ኣምላኽ ክንቅበል ኣለና፣ በዚ ድማ ክንመላለስ ኣለና። ኣብ መጽሓፈ ዓሞጽ መጽሓፈ ዓሞጽ ሓሙሽተ ሸውዓተ ከምዚ ብለና ከም ዝብለና ኣቱም ንፍርዲ ናብ ዔረ እትልውጥዎ ንጽድቂ ኸኣ ናብ ምድሪ እትድርብዮ ኢለና ስለዚ እቶም ፍርዲ ፍርዲ ማለት ሓቂ ምዝራብ ሓቂ ምፍራድ ማለት እዩ ንጽድቂ ኸኣ ምድርባይ ኸኣ ከቢድ እዩ ዔረ ዝመጽእ መርዚ ዝመጽእ ንሕና ግና ጽድቂ ኣምላኽ ክንዛረብ ፍርዲ ኣምላኽ ክንዛረብ ተጸውዒና ኣለና ካልኣይ ምንጪ ናይ ምረት ካልኣይ ምንጪ ናይ ዕረ ድማ ንፍርዲ ኣምላኽ ሓቂ ሓቂ ዘይምባል ኣ ጽድቂ ጽድቂ ዘይምባል ኣ ምረት እዩ ዘምጽእ ሳልሳይ ድማ ናይ ምረት ምንጪ ካብ ጸገ ኣምላኽ ምጉዳል ድማ እንታይ የምጽእ ምረት ኤምጽእ ኣብ መጽሓፊ ዕብራውያን ዓሰርተ ክልተ ጥቕሲ ዓሰርተ ሓሙሽተ መፅሓፍ ዕብራውያን ክንከይድ ኢና ጥቕሪ ጥቕሲ ዓሰ- ኣብ ምዕራፍ 12 ጥቕሲ 15 ሓደ እኳ ካብ ጸጋ ኣምላኽ ከይጎድል በሎ ካብ ጸጋ ኣምላኽ ምጉዳል ምረት የምፅእ መርዚ የምፅእ ሓደ እኳ ካብ ጸጋ ኣምላኽ ከይጎድል ንብዙሓት ዘርክስ ገለ መርር ሱር በቂሉ ከይጨነቐኩም ተጠንቅቑ ስለዚ ካብ ጸጋ ክንጎድል የብልናን። ካብ ጸጋ ምጉዳል ማለት ድማ መርር ሱር ድማ ምብቃልን ጭንቀትን ዝመጽእ። ስለዚ ኣሕዋተይ ብጸጋ ሙሉኣት ክንከውን ኣለና። ጸጋ ኣምላኽ ስንጎንጎ ጸጋ ክዓዝግበና ኢልዎ ኣሎ። ካብ ሙሉኣት ናይ ጎይታ ጸጋ ኣብ ልዕሊ ጸጋ ክንቅበል ግባኣና። ካብ ጸጋ ናብ ጸጋ እናተመላና ክንከድ ግባኣና። ካብ ጸጋ ምጉዳል ድማ እንታይ የመጽእ ኢልዎ ኣሎ? ንብዙሓት ዘርክስ ንገዛ ርእሱ ጥራሕ ዘይኮነ ንብዙሓት ዘርክስ ገለ መርር ሱር በቂሉ ከየጨነቕኩም ተጠንቀቑ ኢሉና ኣሎ እዚ ሳልሳይ ምንጪ ናይ ምረት ናይ ምምራር ማለት እዩ እግዚኣብሔር ኣምላኽ ድማ ብጀካ ኣብ ዝረኣህነ ዘሎና መቕፃዕቲ ኣቐዲሙ ንህዝቢ እስራኤል ብብዙሕ መንገዲ ኣጠንቂቕዎም እዩ እንድሕር ዳ ንካልኦት ኣማለኽቲ ዘምልኹ እንተኾይኖም ካብ ጸጋ ዝጎድሎ እንተኾይኖም ንፍርድን ንጽግን ዝድርብዮ እንተኾይኖም በዓሉ እግዚኣብሔር ኣምላኽሲ ማይ ስሚ ከም ዘስዮም መርዚ ድማ ከም ዘብልዖም ኣብ ኤርምያስ ኣብ ሰለስተ ቦታ ከነንብብ ኢና ኤርምያስ ምዕራፍ ዓሰርተ መጀመርታ ምዕራፍ ሸሞንተ እርምያስ ምዕራፍ ሸሞንተ ካብ ጥቕስ ሓደን ክልተን ከነንብብና መጀመርታ እሞ እርምያስ ምዕራፍ ሸሞንተ እዚ ንደቂ እስራኤል ዘጠንቀቖም እዩ ሕጂ መጀመርታ ንህዝቢ እስራኤል ሕጂ ግና ብርሃን ንዘሎና ነንብብ ዘለና ሲ ኣብ ሓንቲ ኔሽን ኣብ ሓንቲ ንሸ ቦታ ጥራሕ ኣይኮነ ብምሉእ ዓለም ዝሃርም መረብ ተብሃሊ ኮኾብ እዩ ካብ ሰማይ ከም መብራህቲ እናነደደ መፂኡ ዝሃርም ዘሎ ከምዚ ይብለና ኤርምያስ ምዕራፍ ሸሞንተ ጥቕሲ ሓደን ክልተን በቲ ዘመን እቲ ዓፃፅምቲ ነገስታት ይሁዳን ዓፃፅምቲ መሳፍንቱን ዓፃፅምቲ ካህናትን ዓፃፅምቲ ነቢያትን ዓፃፅምቲ እቶም ኣብ የሩሳሌም ዝነብሩን ከም መቓብሮም ከውፅኦም እየ እብል እግዚኣብሄር ኣብ ቅድሚቶም ዝፈትውዎም ዘገልግልዎምን ሰዓብዎን ዝደለይዎምን ክሰግድሎም ጸሓይን ወርሕን ኵሎም ሰራዊት ሰማይን ክሰጥሖም እየ። ኣብ ርእሲ ምድሪ ኸኣ ድዅዒ ክዀኑ እዮም እምበር፣ ዝእክቦ ወይ ዝቐብሮ የልቦን ይብለና። ስለዚ ኣብዚ ኣርባዕተ ጕጅለ ሰባት እዩ ተዛሪቡ፣ ነገስታት ኢልዎ ኣሎ። ኣብ እስራኤል ኣብቲ ግዜ እቲ ዓበይቲ እቲ ኣገልግሎት ኣብ ሰለስተ እዩ ዝምቀል፣ ዓበይቲ ኣገልግሎት ሓደ እንዳ ነገስታት ናይ ሃገር ዘመሓድሩ ማለት እዩ ካልኣይ እንዳ ካህናት እንዳ ለዋውያን ኣብ ቤት መቅደስ ዘገልግሉ ማለት እዩ ሳልሳይ ድማ ነቢያት ማለት እዩ ራብዓይ ድማ ኩሉ እቲ ህዝቢ ንኩላቶም እቶም ንካልኦት ኣማለኽቲ ዘምልኹ ሲ ከም ዝቐጾም ተዛሪቡ ኣሎ እግዚኣብሔር ይሰውር ጥቕሲ ኣርባዕተ ምስ ትነንብብ እግዚኣብሔር ከምዚ ይብል ኣሎ ኢልካ ድማ ንገሮም ዝወደቐስ ኣይትንስን ዶ እዩ መንገዲ ተጋጌስ ኣይምለስን ድዩ ኢሉ ይሓቶም ትጽቢቱ እግዚኣብሔር እንታይ እዩ ክምለሱ ተጋጌስ ክምለሱ መንገዲ ተጋጌስ ክንስሑ ናብ ክመፁ እዩ ግናኸ ኣብ ጣዖት ኣምልኾስ ምስ ቀጸሉ ማይ መርዚ ከም ዘስትዮም ድማ ይዛረብ ማለት እዩ። ሕጂ ጥቕሲ ትሽዓተ ከነንብብ ኢና። እዞም ጥበበኛታት እዚኣቶም ክሓፍሩን ክስንብዱን ክተሓዙን እዮም። እንሆ ንቃል ኣምላኽ ወጊዶምሲ ከመይ ዝበለ ደኣ ኾን ኣለዎም ኢሉ ኣሎ። ከመይ ዝበለ ጥበብ ደኣ ኣለዎም ኢሉ ንቃል ኣምላኽ ሰለ ዘበለ ንቃል ኣምላኽ ዝነኣቐ ምንም ጥበብ የብሉን። ንኡ ገዲፎምስ ካልእ ጥበብ ናቶም ከምጽኡ ይደልዩ። ኣብ መወዳእታ ግና ጥቕሲ ዓሰርተ ኣርባዕተ እንተዘይተመሊሶም ከም ዝብለና ንእግዚኣብሔር ስለ ዝበደልና ኢሉ ኤርምያስ ዛረብ ዘሎ ንእግዚኣብሔር ስለ ዝበደልና እግዚኣብሔር ኣምላኽና ኣጥፍዩና ማይ ስሚ ድማ ኣስዩና እዩ እሞ ኢሉ ንእግዚኣብሔር ስለ ዝበደሉ እግዚኣብሔር እንታይ ኣስዮም ማይ ስሚ ማይ መርዚስ ኣስዮም እዩ ንእስራኤልስ ማይ ስሚ ኣስዮም እዩ ሕጂ ድማ ኣብ ራእይ ዮሃንስ ዘሎ ሰባት እግዚኣብሄር በቲ ምረ ተባህለ ኮኸብ ገይሩ ክወቅዕ እዩ ሳልሳይ ኣፍ ንዓለም ሙሉእ ማያት ክውቅዓ እዩ ካብ ሰትዩ ድማ ብዙሓት ክሞቱ እዮም እግዚኣብሄር ጻድቕ እዩ ኣብዚ ድማ ንካልኦት ኣማልኽቲ ስለ ዘምልኹ ኣምላኽ ድማ እንታይ ኣስዮም ማይ መርዚ ማይ ስሚ ኣስዩና ስለምንታይ ሱቕ እንዳና ንቕመት ተኣከቡ ኢሉ ናብ ንስሓ ክመፁ ይፅውዖም ካልኣይ ግዜ ድማ ኣብ ኤርምያስ ታሽዓ ምዕራፍ ድማ እግዚኣብሔር ማይ ስሚ ከም ዘስዮም ይዛረብ ኤርምያስ ታሽዓ ምዕራፍ ካብ ጥቕሲ 12 ክሳብ 15 ዘሎ ከነንብብ እቲ ነዚ ዘስዕሎ ጥበበኛ መን እዩ ነዚ ኪገልጾስ ኣፍ እግዚኣብሄር ንመን ተዛረቦ? እታ ሃገር ኣት እታ ሃገር ሓደ እኳ ዝሓልፈላ ዘይብላ ኮይና ከም ምድረ በዳ ነዲዳ ጠፈእሲ ስለምንታይ እዩ? እግዚኣብሄር ከኣ ይብል እቲ ኣብ ቅድመዮም ዘንበርክዎ ሕገይ ሓደጉ ድምጸይ ከኣ ኣይሰምዑን ብእኡን ኣይተመላለሱን ግና ብትሪ ልቦም ከምቲ ኣቦታቶም ዘስተማህሮም ድድሕሪ በዓል ሰዓቡ። ስለዚ እንታይ ገይሮም? በዓል ዝበሃል ጣኦት ስዒቦም። ስለዚ እግዚኣብሔር ጎይታ ሰራዊት ኣምላኽ እስራኤል ከምዚ ይብል ኣሎ እንሆ ኣነ ነዚ ህዝቢ እዚ መርር ከብልዖ እየ ማይ ስሚ ከዓ ከስዮ እየ መን ህዝቢ ዘሎ እግዚኣብሔር ንበዓል ስለ ሰገዱ ናብ ጣዖታት ስለ ዝኸዱ መርር ከብልዖ እየ ማይ ስሚ ድማ ከስዮ ይብል ኣሎ እግዚኣብሔር ህዝቢ ዘሎ ስለ ዘይተኣዘዙ ንህዝቢ እስራኤል ከምኡ ካብ ገበረ ኣብቲ ናይ ሸውዓተ ናይ መከራ ዓመት ድማ ከምኡ ክገብር እግዚኣብሔር ብምረት ዝበሃል ኮኸብ ገይሩ ንሳልሳይ ኣፍ ንዓለም ክወቅዕ እዩ ብዙሓት ድማ ሰትዮም ድማ ክሞቱ እዮም ሰብ ክንሳሕ ኣለዎ ሰብ ክምለስ ኣለዎ እዚ ኣዋጅ ናይ እግዚኣብሔር እዩ ሳልሳይ ግዜ ድማ ኣብ ኤርምያስ እስራን ሰለስተን እንደገና ኣምላኽ መርዚ ከም ዘብልዖም ማይ ስሚ ድማ ከም ዘስሾም ይዛረብ

ብዙሓት ሓሰውቲ ነብያት ተስዮም ኣለዉ ብፍላይ ድማ እቲ መወዳእታ ዘመንና ክቃረብ ከሎ ጎይታ የሱስ ክርስቶስ ዘጠንቅቐና እዩ ዘመን ከም ዝመጽእ ከም ዘሎ ድማ ብዙሓት ሓሰውቲ ነብያት ክስሱ ከሎ ኢልዎ ኣሎ ከም ዝብለና ብዛዕባ ነብያት ልበይ ኣብ ውሽጠ ተዋ ይብል ኣሎ ኩሉ ኣጻጽምተይ ራዕራዕ ይብል ኣሎ ብምኽንያት እግዚኣብሄርን ብምኽንያት ቅዱስ ቃላቱን ከም ስኹርን ከም ወይኒ ዝመለኾ ሰብኣይን ኮንኩ እግዚኣብሔር ዝተመስገነ ይኹን እዚ ኤርምያስ ከም ስኹር ኾንኩ ወይኒ ከም ዝመለኾ ኮይኑ ብወይኒ ኣይኮነን ብመስተ ኣይኮነን ብእግዚኣብሔርን ብቅዱስ ቃላቱን ቃል ኣምላኽ ከምኡ ይገብር እዩ ከምኡ ገይርዎ እታ ሃገር ብዘመውቲ መልያ ኣላ ብሰሪ መርገምካ እታ ሃገር ተሓዝን ኣላ መጓስያ በረኻ መጓሲ በረኻ ነቐጸ። ጉዮኦም እኩዩ፣ ሓይሎም ከኣ ሰናይ ኣይኮነን። ነብያትን ካህናትን ረኸሱ፣ እዞም ኣገልገልቲ ኣምላኽ ረኺሶም፣ ኣብ ቤተይ እኳ ኣዝዮም ረኸሱ ይብል እግዚኣብሄር። ቤታ ዝክሮም ዓመትሲ መዓት ከውርደሎም እየ። ስለዚ መንገዶም ኣብ ጸልማት ከም ስፍራ መንደል ሓጹር ክትኮኖም እያ። ኣብኣ ተደፊኦም ክወድቁ እዮም ይብል እግዚኣብሄር። ኣብ ነቢያት ሰማርያ ኸኣ ዕሽነት ረኹ፣ ብስም በዓል ተነበዩ፣ ንህዝበ እስራኤል ከኣ ኣስሓቱ። ኣብ ነቢያት የሩሳሌም ከኣ ዘስክሕ ረኹ፣ የመንዝሩ፣ ብሓሶት ይመላለሱ፣ ሓደ እኳ ካብ እከዩ ዝምለስ ኢድ እቶም እኩያት የጽንዑ ኣለዉ፣ ኵላቶም ድማ ከም ሶዶም ታዋ ዝነብሩ ከ ከም ጎበራ ኮኑ ሕጂ ረይዎ ነቢያት ኣብ ሰማርያ ኣብ የሩሳሌም ዘሎ ሓሰውቲ ኮይኖም ብስም ባዕሉ ይንበዩ ሓሰውቲ ይንበዩ ስለዚ እግዚኣብሔር እንታይ ገብር እዩ ኣብ መወዳእታ ዝቅሳሰ ሓሙሽተ ገና ንብብ ኢና ስለዚ እግዚኣብሔር ጎይታ ሰራዊት ብዛዕባ እቶም ነቢያት ካብቶም ነቢያት የሩሳሌም ረስነት ኣብ ኩላ እታ ሃገር ተዘርጊሖም እዮም እሞ ዕረ ከብልዖም ኢሉ ዕረ ከብልዖም እየ፣ ማይ ስሚ ኸኣ ከስዮም እየ ይብል፣ ማይ ስሚ ድማ ከስዮም እየ ይብል። ስለዚ ከምቲ ንህዝቢ እስራኤል ጣኦታት ምስ ኣምለኹ ማይ ስሚ ዘስዮም፣ ዕረ ዘብልዖም፣ መርዚ ዘብልዖም፣ ኣብዚ ናይ ሸውዓተ ናይ መከራ ዓመት ድማ ከምኡ ነቶም ኣብ ምድሪ ዝነብሩ እ ንሰይጣን ዘምልኹ ነቲ ኣራዊት ዘምልኹ ንገበል ዝሰግዱ እ ናጋንንቲ ንወርቂ ንብሩር ንእንጨይቲ ነቲ ክሰምዕን ክርእን ዘይኽእል ጣዖታት ዘምልኹ እዚ መርዚ እዚ ክሰትዩ እዮም ምርጮም ስለ ዝኾነ ኣምላኽ ፈትዩ ኣይኮነን ስለ ዝመረፁ እዩ ንእግዚኣብሔር ኣምላኽና ኣዚና ነመስግኖ ምኽንያቱ የዕንትና ከፊቱልና ነቲ ሓቀኛ ኣምላክ ክንፈልጦ ክኢልና ነቲ ስለና ተሰቕለ ዘመቀረና ክርዮ ስለ ዘኸኣለና ካብ ዝመፅእ ቁጥዓ ስለ ዘድሓነና ካብ ዝመፅእ ምረት ስለ ዘድሓነና ካብ ዝሕጅ ዘሎ ምረት ስለ ዘድሓነና እግዚኣብሔር ዝተመስገነ ይኹን ሕጂ ንመን እዩ ነቶም ኣብ ምድሪ ዝነብሩ ዘሎ ኢሉ ኣሎ ሕጂ ነቶም ኣብ ምድሪ ዝነብሩ ዘሎ እዩ ምክንያቱ ኣብ ራ ዮሃንስ ሳልሳ ምዕራፍ ጥቕሲ ዓሰርተ ንማሕበረ ፊላደልፊያ እንታይ ኢሉ ኣነ ድማ ነቶም ኣብ ምድሪ ዝነብሩ ዘለዉ ዝመጽእ ናይ ፈተና ሰዓሲ ክሕልወካ እዩ ተባሂሉ ኣብ ምድሪ ዝመጽእ እንታይ ኣሎ ፈተና ነቶም ኣብ ምድሪ ዝነብሩ ዝመጽእ ዘሎ ናይ ፈተና ሰዓሲ ካብታ ግዜታ ካብታ ሰዓት እዚኣ ክሕልወካ እዩ ካብቲ ፈተና ኣይኮነን ካብቲ ሰዓት እዚ ኣብቲ ግዜ እቲ ንስኻስ የለኻን እዩ ዝብል ዘሎ እግዚኣብሔር ሰመስገን ይኹም ካብታ ናይ ፈተና ሰዓት ኣብ ምድሪ ዝነብሩ መርዚ ክሰትዮ ከሎ ንስኻ ኣብ ሰማይ ሃለሉያ ትብል ኣለኻ ምስ መላእኽቲ ሃለሉያ ትብል ኣለኻ ትዘምር ኣለኻ ተሸብሽብ ኣለኻ ህይወትካ ንዘላለምካ መቂሩ ዘሎ መቐረትኳ ኣትዩካ ዘሎ ኢየሱስ ኣትዩካ ኣሎ ሃለሉያ ምረ ዘበለ ደምሲሱሲ ህይወትካ መቐረት ብመቐረት መመቀሪ ብመመቀሪ ገይሩካ ምቁር ኮንካ ዘለኻ ጥዖም ኮንካ ዘለኻ ሂወትካ ጥዖም ዘሎስ መመቀሪ ስለ ዝኣተወካ ምረትካ ስለ ዝወሰደካ እዩ ነቶም ኣብ ምድሪ ዝነ ስሚ ክሰትዩ ከሎ ንስኻ የለኻን ካብታ ሰዓት እዚኣ ክሕልወካ ኢልዎ ኣሎ ኣብ ፊልጵስ ድማ እንታይ ኢልዎ ኣሎ ብዙሓት ጸላእቲ መስቀል ክርስቶስ ኮይኖም ይመላለሱ ኢሉ ሓሳቦም ናይ ምንታይ እዩ ናይ ምድሪ እዩ ናይ ምድሪ ኣብ ምድሪ እዩ ንሕና ግን ሃገርና ኣብ ሰማያት ኢልዎ ኣሎ ኣምላኽም ከብዶም ኢልዎ ኣሎ ንሕና ሃገርና ካብ ሰማያት እያ ካብኡ ድማ ምድሓና ጎይታ የሱስ ክርስቶስ ንፅበ ኣለና ነቶም ኣብ ምድሪ ዝነብሩ ሲ ወይሎኦም ወይሎም ወይሎም ክብል ከሎ ሰማዕኹ ኢልዎ ኣሎ ሕጂ ኣብ ራእይ ዮሃንስ ክንምለስ ኢና እሞ ረእዎ ራእይ ዮሃንስ ሻምናይ ምዕራፍ ጥቕሲ 13 ረእኹ ድማ ሓደ ንስሪ ኣብ ማእኸል ሰማይ ክዝንቢ ክዝንቢ ዓው ብዝበለ ቃል እውን ብሰሪተን ተሪፈን ዘለዋ ድሃይ መለኸት ናይቶም መለኸት ክነፍሑ ዘሎም ሰለስተ መላእኽቲ ነቶም ኣብ ምድሪ ዝነብሩ ዘለዉ ወይልኦም ወይልኦም ወይልኦም ክብል ከሎ ሰማዕኹ ሰለስተ ግዜ ንመን ነቶም ኣብ ምድሪ ዝነብሩ ዘለዉ ኣብ ሰማይ ዘሎ ኣይኮነን ነቶም ኣብ ምድሪ ዘሎ ተሪፈን ዘለዋ ሰለስተ ኣርባዕተ መላእኽት ምስ ተነፍሐ ድሕሪኡ ሲ ሰለስተ መላእኽት ክመፅኡ ወይሎም ወይሎም ወይሎም ክብል ከሎ ዝሰማዕ ካብኡ ዝኸፍእ ይመፅእ ስለ ዘሎ ኦ ሰማያን ኮይና ኣለና ሰማያውያን ኮይና ኣለና እግዚኣብሔር ተመስገን ይኹን ኣብ ካልእ ድማ ከምኡ ነቶም ኣብ ምድሪ ዘሎ የጠንቅቖም ኣብ ራእይ ዮሃንስ 12 ካብ ጥቕሲ ዓሰርተ ክሳብ ዓሰርተ ክልተ ኣብ ሰማይ ኸረ ህጂ ኣብ ሰማይ ኣብ ሰማይ ዘሎ ር ኣብ ሰማይ ኣብ ሰማይ ሰማይ ሰማይ ኣበይ ኣለኹም ኣሕዋት ኣብ ሰማያት ኣቐመጠና ኣቐመጠና ኣቐመጠና ኣብ ሰማያት ስፍራ ምስ ክርስቶስ ኣብ የማን ኣምላኽ ተቐሚጠ ኣለኹ ተቐመጥኩም ሰባት ኣለኹም ኣብ ሰማያት ሓሳብና ሰማያዊ ዝኾነ ሰባት ኣለና ዜግነትኩም ሰማይ ናይ ዜግነት ሰማይ ኣለኩም ዶ ኣብ ውሽጥና ዕርቡን መንፈስ ቅዱስ ተቐቢልና ሃገርና ኣብ ሰማይ ኣብ ተቐሚጥና ኣለና ሃገርና ኣብ ሰማያት ጎይታ መድሃና የሱስ ክርስቶስ ይመፅ ኣሎ ክወስደና ኣብ ሰማይ ኸ ዓው ብዝበለ ድምፂ እቲ ለይትን መዓልትን ኣብ ቅድሚ ኣምላኽና ዝኾሶም ዝነበረ ከሳሲ ኸባና ተደርብዩ እዩ እሞ ሕጂ ምድሓንን ስልጣንን መንግስትን ንኣምላኽና ኮይኑ ምልክኻ ናይቲ ቅቡል ክብል ከሎ ሰማዕኹም ሳላ ደም እቲ ገንሸልን ሳላ ቃል ምስክሮም ድማ ሰዓርዎ ንህይወቶም ክሳብ ሞት ኣፍቅሮም ስለዚ ኣብ ሰማይ ዓው ዝበለ ምስጋና ዕለታ ኣ፣ ሃሌሉያ ኣሎ ስለዚ ኣቶም ሰማያት ኣባታተን እትነብሩ ተሓጎሱ ናይ ሰማይ መልእኽቲ እንታይ እዩ ኣብ ሰማያትን ኣባታትን ትነብሩ ተሓጎሱ ኣብ ሰማያት ኣቐመጠና ሕጂ ብመንፈሳዊ ሓሳብ ድሓር ድማ ብኣካል ኢንፐርሰን ኣብ ሰማይ ክንርከብ ኢና ብመንፈሳዊ ድማ ሕጂ ኣብ ሰማይ ተቐሚጥና ኣለና ኣቱ ምድርን ባሕርን ግና ኢልዎ ኣሎ ንምድርን ባሕርን ግና ፅቡቅ ዜና የለን ዲያብሎስ ቁሩብ ዘመን ከም ዘለዎ ፈሊጡስ ብብርቱዕ ቁጣዕ ወሪዱኩም ኣሎ እሞ ወይልኹም ነቶም ኣብ ምድሪ ዝነ ወይልኹም ኣብቲ ሰለስተ ግዜ ወይልኹም ወይልኹም ኣብዝኻ ከምኡ ወይልኹም ተባሂሎም ዜግነትና ዝቐየረ ስምና ኣብ መዝገብ ህይወት ፀሓፈ ስሙ ይኽበር ስሙ ይኽበር ሕጂ ምልስልና እንትረና እዮ ናይቶም ሸውዓተ መላእኽቲ መለኸት ዝነፍሑ ቀዳማይ መለኸት ምስ ነፍሐ ሳልሳይ ኣፍ ኣዋም ሳዕሪ እኽሊ ብምሉእ ጠፊኡ ካልኣይ መልኣኽ ድማ መለኸት ምስ ነፍሐ ሳልሳይ ኣፍ ናይ ባሕሪ ተወቂስ ደም ኮይኑስ ሳልሳይ ኣፍ ፍጡር ኣብ ባሕሪ ዝነብር ጠፊዩስ ሳልሳይ ኣፍ መራክብ ኣብ ባሕሪ ዝነበረ ጠፍዩ ሕጂ መበል ሳልሳይ ድማ ልክ ከምኡ መለኸት ምስ ነፍሐስ ካብ ሰማይ ምረት ዝበሃል ኮኸብ ከም መብራህቲ እናነደደስ ኣብ ሩባታትን ሳልሳይ ኣፍ ሩባታትን ሳልሳይ ኣፍ ዓይኒ ማያትን ምስ ሃረመስ እቲ ማይ ብምሉእ መርር ኮይኑ ተመሪዙ ካብኡ ሰትዩ ድማ ብዙሓት ሞይቶም ሕጂ ዓይኒ ማያትን ባሕርን ዝገበረ እግዚኣብሔር ኣምላኽ እዩ። እዚ ዓይኒ ማያትን ባሕርን ዝገበረ ኣምላኽ ብኡ ክንሕጎስ እዩ ፈጢሩ። ንምድሪ ንኣዋም ንሰዓሪ ዝፈጠረስ ክንሕጎስ እዩ። ንባሕሪ ዝፈጥረስ ክንሕጎሰሉ እዩ ንሕና እንጆይ ክንገብሮ ንኣምላኽ ድማ ከነመስግነሉ እዩ ግን ሰባት ነዚ ስሕቶም ነዚ ኩሉ መምለኺ ገይሮሞ ነቲ ፍጡር ስለ ዘምልኹስ ኣምላኽ ድማ ነቲ ፍጥረት ብምሉእ ይኣልዮ ኣሎ ብምሉእ ብምሉእ ሰብ ብመግቢ ኣይኮነን ዝነብር ምሽ ከም ዝብለና ሰብሲ ካብ ኣፍ ኣምላኽ ብበፅ ቃል ኣምላኽ እምበር ብእንጀራ ጥራይ ይነብር ብማይ ኣይነብርን እዩ በቲ ባሕሪ ኣይነብርን እዩ ብገንዘብ ወርቂ ኣይነብርን እዩ ቃል ኣምላኽ ንሕና ኢልዎ ኣሎ ብኡና ነብር ብኡና ንወሳወስ ብኡ ከዓ ኢና ዘለና ብጎይታ ነብር ኣብቲ ምድረ በዳ ብኡ ነብር መግቢ ሃልዩ ማይ ሃልዩስ ዘንብረና ጉዳይ ዘጥፋና ጉዳይ ኣይኮነን ዘንብረና እቲ ልዑል ሰማያዊ ኣቦና እዩ ዘንብረና ሰማያዊ ኣቦና እዩ ዘንብረና ብኡና ንነብር ብኡና ንወሳወስ ድሓር እውን ሰማይ ምድርን ሓሊፎም ቦታ እውን ኣይተረኽበሎም ኢሉ ንሕና ግና ስል ንነብር ሰማይ ምድርን ካብ ቅድሚ ገጹ ካድሚዮም እቲ ፍጥረት ብምሉ ክእለ እዩ ንሕና ግና ብኡና ንነብር ብቃሉ ኢና ንነብር በቲ ዘላለማዊ ቃል ኢና ንነብር ኩሉ ስጋ ከም ሳዕሪ እዩ ኩሉ ክብሪ ድማ ከም ዕምባባ መሮ እዩ ሳዕሪ ነቅፅ እቲ ዕምባባ ይርግፍ ቃል እግዚኣብሔር ድማ ንዘላለም ይነብር ንስኻትኩም ድማ ብህያውን ብንዘላለም ብዝነብር ቃል ኣምላኽ ካብ ዘይጠፍእ ዘርኢ እምበር ካብ ጠፋኢ ዘርኢ ኣይኾንኩም ተወሊድኩም ቃሉ እዩ ዘንብረና ኣምላኽ እዩ ዘንብረና በቲ ልዑል ኣምላኽና ንነብር ኣብርሃም ድማ ከምኡ ኢሉ ነገስታት ስዒሮም ምስ መፁስ ክመቕለከ ኖኖኖ ኣነ ብዋ ክንኩን የዕንተይ ናብቲ ልዑል እግዚኣብሄር ዘላለማዊ ኣቦስ ናብኡ የልዕል ኣለኹ በዚያ ክንኩን ዝነብር እቲ ያብካ ንኣኻ ይኹን ምክንያቱ ኣምላኽ እንታይ ኢሉ ነብር ኣነ ናትካ ዓስቢ ናትካ ህያብ ኣነ ብኡ ዝነብር ከምኡ ብኡ ዝነብር ብእንጌራ ኣቦይ ብማይ ኣይነብርን ብገንዘብ ኣይነብርን እየ ብወፃኢ ኣይነብርን ብዜግነት ናይዚ ዓለም ኣይነብርን ዜግነተይ ሰማይ እዩ ብእምነት እየ ዝነብር ፃድቕ ብእምነት ይነብር ኣበይ ኣብ ፅንኩር ኩነት ኣብ ምድረ በዳ ኣብ መራ ኣብ ኩሉ ቦታ ብእምነት እዩ ዝነበር እዚ እምነት እዚ ድማ ካብዛ ሕዚ ዘላ ዓለም ኣስጊሩ ናብ ሰማይ ናይ ሰማይ ሃገርና ዘእትወና እምነት ኣብ ቃሉ ኣብ ጎይታና ንኣምን ብኡ ኢና ንነብር ብኡ ኢና ንወሳወስ ብኡ ኸና ዘለና እግዚኣብሔር ዝተመስገነ ይኹን ካብዚ ኩሉ ወፃኢ ኣምልኾ ጣወት እዩ ኣምልኾ ጣወት ድማ ከቢድ ነገር እዩ ከምዚ ክንዛረቦ ፀና መርዚ የምፅእ ምረት የምፅእ ዕረ የምፅእ ሕጂ ራእይ ዮሃንስ ዓሰርተ ኣርባዕተ ክንከይድ ኢና ጥቕሲ ሸውዓተ ከነንብብ ኢና ነዚ ኩሉ ዝፈጠረ እግዚኣብሔር ኣምላኽ እዩ ራእይ ዮሃንስ ዓሰርተ ኣርባዕተ ጥቕሲ ሸውዓተ ከም ዝብለና ብብርቱዕ ድምፂ ኸዓ እታ ዝፈርደላ ግዜ በፂሓ እያ እሞ ንኣምላኽ ፍርህዎ ክብርዎን ሃብዎ ነቲ ሰማይን ምድርን ባሕርን ዓይኒ ማያትን ዝገበረ ስገድሉ በለ ሃለሉያ ናይ ፍርዲ ግዜ እዩ እዚ ናይ ሸውዓተ ኣመት ናይ መከራ ናይ እግዚኣብሔር ፍርዲ ግዜ ዝፈርደላ ግዜ ስለ ዝመጸ ኣምላኽ ንዓለም ይጽውዕ ኣሎ ንኣምላኽ ፍርሆ ክብሪ እውን ሃቦ ነቲ ሰማይን ምድርን ባሕርን ዓይኒ ማያትን ዝገበረ ስገዱሉ እምበር ንባሕሪ ኮነ ንምድሪ ኮነ ንዓይኒ ማያት ኣይስገዱሉ ነቲ ንዑ ዝገበረና ንሰግድ ኣሜን እግዚኣብሔር ዝተመስገነ ይኹን ሕጂ እንታይ ኢና ክንገብር ሕጂ ፅቡቅ ዜና ኢና ክንዛረብ ከቢድ ነፍርዲ ኢና ክንዛረብ ፀኒሕና እቶም ኣብ ምድሪ ዝነብሩ መርዚ ከም ሰትዮ ርኢና ኣለና ግን ካልእ ማይ ክንዛረብ ኢና ሕጂ ብዛዕባ ጥዑም ማይ ክንዛረብ ኢና እግዚኣብሔር ዝተመስገነ ይኹን እንታይ ኮኑ መርዚ ሰትዮም ነቲ ጥዑም ማይ ስለ ዘይሰትዩ ክልተ ማይ ጥራይ ዘለዋ ናይ መርዚ ናይ ስሚ ናይ ዕረ ማይ ኣሎም ናይ ህይወት ማይ ድማ ኣሎ ህይወት ዝበካ ናይ ዘላለም ህይወት ዘካ ማይ ድማ ኣሎ ኣብ ራ ዮሃንስ ሸባዕ ምዕራፍ ምስ እንኸይድ ኣብ ኣርባዕተ ቦታ ከነንብብ ኢና ቀዳማይ ራ ዮሃንስ ሸባዕ ምዕራፍ ካብ ጥቕሲ ሸዓተ ክሳብ ዓሰርተ ሸውዓተ፣ ኩሉ ኣየነንብብና፣ መመሪጺ ከንብቦ ግዜ ስለ ዘይብልና። ድሕሪዚ ድማ ረኹ፣ እንሆ ካብ ኩሎም ኣህዛብን ዓለታትን ህዝብታትን ካብ ብዘሎ ቋንቋታትን እተኣከቡ፣ ሓደ እኳ ክቆጽሮም ዘይክእል ብዙሓት ሰብ ጻዕዳ ክዳውንቲ ተኸዲኖም፣ ጨናፍር ስየ ኣብ ኣእዳዎም ሒዞም ኣብ ቅድሚ እቲ ዙፋንን ኣብ ቅድሚ ገንሸን ደው ኢሎም ረኹ። ሃለሉያ! ቀሪቦም እሞ ደሓን ናይቲ ኣብ ዝፋኑ ተቐሚጡ ዘሎ እግዚኣብሔር ኣምላኽና ናይቲ ገንሸል ዓው ኢሎም ጨዲሮም ብድሕሪ ሕቶ መፅኡ ማለት እዩ እቲ ሕቶ ድማ ኣብ ጥቕሳ ሰለስተ ነንብብ ካብቶም ሽማግለታት ሓደ እዞም ፃዕዳ ክዳውንቲ ተኸድኑስ እንታዎት እዮም ካበይ ከመፁ ኢሉ መለሰለ ኣነ እውን ጎይታ ንስኻ ትፈልጥ በልክዎ ንሱ ከዓ እዚኣቶም ካብቲ ብርቱዕ ፀበባ ዝመፁ እዮም ንክዳውንቶም ከኣ ብደም እቲ ገንሸል ሓጺቦም ኣጻዕድኡ። እዚኣቶም ካበይ እዮም ዝመጹ? ካብቲ ብርቱዕ ጸበባ፣ ካብቲ ናይ ሸውዓተ ዓመት ናይ መከራ ዘመን ዝመጹ እዮም። ካብቲ መከራ እዮም ወጺኦም። ካብቲ ከቢድ መከራ እዮም ወጺኦም። ካብቲ ብርቱዕ ጸበባ እዮም ወጺኦም። ነዚኣቶም እዚኣቶም እንታይ ሰተዩ ንመስለኩም? ነዚ መርዚ ኣይሰትዩን፣ ንኣምልኾ ጣዖት ኣይንደልይን ብመስዋእትነት ዝሓለፉ እዮም። ምኽንያቱ ኣብቲ ዘመን እቲ እንድሕር ደኣ ንሰይጣን ኣይሰግድን እየ፣ ነቲ ጸረ ክርስቶስ ኣይሰግድን እየ፣ ብብዙሕ መስዋእቲ ኢኻ ትሓልፍ። እቲ ክማረኽ ዘሎ ተማሪኹ ይኸይድ፣ ብሰይፊ ክቕተል ዘሎ ይቀተል፣ ኣይስገዱሉይ ዝብል ብኸማ ዝኸዱ ቅዱሳን እዮም። ህይወቶም ንጎይታ ዝሃቡ እዮም። እግዚኣብሔር ዝተመስገን መወዳቶም ድማ ከምዚ ዝኸውን ኣብ ጥቕሲ 16-17 ነጢረ ከንብቦ እቲ ኣብ ማእኸል ዙፋን ዘሎ ገንሸል ክጓስዮም እዩ ዋው ጎይታ ኢየሱስ ክርስቶስ ሕያዋይ ጓሳ ኣባገ ዓብ ጓሳ ኣባገ ንሱ ሓለቓ ጓሶት ክጓስዮም እዩ He is the chief pastor. ሃለሉያ ሃለቃ ጓሶም ህያዋይ ጓሳ ዓብይ ዓባ- ዓብይ ጓሳ ኣባጊዕ ኢልዎ ኣሎ ህያዋይ ጓሳ ንሱ ስለ ዝጓስዮም ንመን ነቶም ካብ ብርቱ ፀበባት ዝመፁ ናብ ዒላታት ማይ ህይወትካ ስለ ዝመርሖም ናብ ዒላታት ማይ ህይወት ናብ መርዚ ዘሎ ማይ ኣይኮነን ናብ ዕረ ዘሎ ናብ ስሚ ማይ ኣይኮነን ናብ ዒላታት ማይ ህይወት ስለ ዝመርሖም ጎይታ የሱስ ክርስቶስ ናብ ዒላታት ማይ ህይወት ስለ ዝመርሖም ኣምላኽ እውን ካብ ዕንቶም ንባዕ ዘበለ ክደ ዘሎም እዩ ደግንሲ ኣይክጠሙን ኣይክፀሙን እዮም ስለምንታይ ዘይፀሙ ናብ ዒላታት ማይ ህይወት ስለ ዝመርሖም እቲ ሕያዋይ ጓሳ ናብ ዒላታት ማይ ህይወት ስለ ዝመርሖም ኣይክጸሙን እዮም፣ ጸሓይን ሃሩርን ድማ ከቶ ኣይክረኽቦምን እዩ በለኒ። ቀዳማይ ካልኣይ ኣብ ኣርባዕተ ከንልቢ ኢለኩም እየ ኣብ ራ ዮሃንስ እስራን ሓደን ካብ ሓደ ክሳብ ሸውዓተ ድማ እቶም ኣብ ሰማያዊት የሩሳሌም ኣብቲ ሓዳስ ከተማ ዝነብሩ ሰትዩላ ጥዕምቲ ዝኾነት ማይ ኣላ ናብኡ ተጸዊና ኣለና ሃለሉ ንሕና ሰማያዊ ኢና ኣብ ሃገርና ካብቲ ማይ መርዚ ክንሰቲ ኣይተጸዋዕና ካብ ማይ ህይወት ክንሰቲ ተጸዊና ኣለና ኦረዲ ኣጥዒሙና ኣሎ ኣብ ሰማይ ምስ ከድና ድማ ክንግጸሎ ኢና እቲ ጓሳና ክመርሓና እዩ ናብ ዕላታት ማይ ህይወት ሃለሉያ የሱስ ጸጌዋታይ መስቀል ዕላማይ ኢልና ንዝምር ኣለና ሃለሉያ ማይ ህይወትና ንሱ እዩ ከምዚ ብለና ራ ዮሃንስ ዕስራን ሓደን ካብ ሓደ ክሳብ ሽዱሽተ እቲ ቀዳማይ ሰማይን እታ ቀዳመይት ምድርን ሓሊፎም ባሕሪ እውን ደጊምሲ የልቦን እሞ ሓዲስ ሰማይን ሓዳስ ምድርን ረእኹ እታ ቅድስተ ከተማ እታ ሓዳስ የሩሳሌም ንመርዓዊ ኢላ ከም ተሰለመት መርዓት ተዳልያ ዓብየ ጽባቐ ካብ ሰማይ ካብ ኣምላኽ ክትወርድ ከላ ረኹ ካብቲ ዝባን ዓው ዝበለ ድምፂ እኖ ድንኳን ኣምላኽ ምስ ሰብ ንሱን ምሳታትን ክነብር እዩ ንሳቶም ከ ህዝቢ ክኾኑ እዮም ኣምላኽ ንባዕሉ ምሳታቶም ኣምላኽም ክኸውን እዩ ኣምላክ ከ ንብዘሎ ንብዓት ካብ ዒንቶም ክደርዝ እዩ ልክ ከምቶም ካብ ብርቱዕ ፀባ ዝመፁ ኣብዚኻ ንብዓት ምድራዝ ኣሎ ማለት ሓዘን ዝበሃል ነገር የለን እቲ ቀዳማይ ሓሊፉ እዩ ድሕር ደጊም ሞት ኣይክኸውን እዩ ድሕር ደጊምስ ሓዘን ወይ ጫውጫው ወይ ፃሪ ኣይከውን ክብል ከሎ ሰማእኹም እቲ ኣብ ዝፋን እተቐመጠ ኸኣ እንሆ ንዅሉ እሐድሶ ኣሎኹ በለ። እዚ ቃል እሙንን ሓቂን እዩ ጸሓፍ በለኒ። ከጺሉ ኸኣ እዚ ክዉን እዩ፣ ኣልፋን ኦሜጋን መጀመርታን መወዳእታን ኣነ እየ፣ ኣነ ንዝጸመኤ፣ ንመን ንዝጸመኤ ካብ ዓይኒ ማይ ህይወት ብኸምኡ ክህቦ እየ። ሃለሉያ ንፀመ ካብ ዓይኒ ማይ ህይወት ብኸምኡ ብነፃ መርዚ ዘይብሉ ጥዑም መመቀሪ ማይ ብኸምኡ ክንሰቲን ኣብ ስራ ከይድና ኣብየት ኣብ እስራን ክልተን ድማ ካብ ጥቕሲ ሓደ ክሳብ ኣርባዕተ ዘሎ እንታንበብና ከም ክሪስታል ዝምፅራዩ ዋው ሩባ ማይ ህይወትካ ኣርኣየኒ ከም ክሪስታል ክሪስታል ፅሩይ ማይ ኣርኣየኒ ኣታ ኻብና ክንሰቲ ሃለሉያ ካብ ማይ መርዚ ኣይኮናን ከምዞም ኣብ ዓለም ዝነብሩ ኣይኮነ እዚ ካብቲ ንኣምላኽናን ናይቲ ገንሸል ዙፋን እናወፀ ብማእኸል እቲ ኣደባባይ ይውሕዝ ነቲ ሩባ ብክልቲ ጎቡ ድማ በበወርሒ እናፈረየት ዓሰርተ ክልተ ፍረ እትህብ ኦም ህይወት ኣላ ቆፅልታ ኦም እተኻ ፈውሲ ህዝብታት ኮይኑ ኣሎ ስለዚ ክሪስታል ከም ክሪስታል ዝምፅራዩ ሩባ ማይ ህይወት ኣላትና ኣብ ሰማይ ሃለሉያ ካብኡ ክንሰቲ ኢና ኣብ ዓለም ዝነብሩ ዘለዉ ብምርጮም መርዚ ይሰትዩ ኣለዉ መጽሓፍ ቅዱስና ክውዲ ከሎ ኣብቲ ናይ መወዳእታ ምዕራፍ ነዚ ዓይኒ ነዚ ማይ ህይወት ደጊሙ የረጋግጸልና ራእይ ዮሃንስ መወዳእታ ምዕራፍ ጥቕሲ ዕስራን ክልተን ኣብ ምዕራፍ ዕስራን ክልተን ምዕራፍ ዕስራን ክልተን ካብ ጥቕሲ ዓሰርተ ሽዱሽተ ክሳብ ዕስራን ሓደን ዘሎ ነዚ መሊሱ ዘረጋግጸልና እቲ መወዳእታ ክውዲ ከሎ ኣነ የሱስ ኣብተን ማሕበራት እዚ ነገር እዚ ክምስክረልኩም ኢለ ንመልኣኸይ ሰዲደ እየ ኣለኹ ኣነ ሱር ዳዊትን ዘርኡን እየ እቲ ብሩኽ ኮኸብ ጽባሕ እየ እቲ መንፈስን እታ መርዓትን ንዓ እብሉ ኣለዉ እቲ ሰምዕ እውን ንዓ ይበል ዝጸመየ ይምጻእ ዝደለየ ውን ማይ ህይወት ብኸሙ ይውሰድ ማይ ህይወት ብኸሙ ይውሰድ ኣሜን ማይ ህይወት ኣሎ ኣብታ መወዳእታ ምዕራፍ ናይ መጽሓፍ ቅዱስ ማይ ህይወት ኣሎ ኣብ ሰማይ ንጎይታ ከነመስግኖ ኢና ሃለሉያ ንጎይታ ክንባርኾ ኢና ሃለሉያ እግዚኣብሔር ኣቦናን ኣምላኽናን ተመስገን ብጎይታና ብየሱስ ክርስቶስ ኣቢልካ ማይ ህይወት ስለ ዝሃብካና ተመስገን ካብቲ ንስኻ ዝሃብካና ማይ ምስ እንሰቲ ኣብ ውሽጢና ሩባታት ማይ ህይወት ከም ዝወፅእ ተዛሪብካ ኣስቲኻና ኣለኻ እሞ ተመስገን እዚ ማይ እዚ መመቀሪ ዝኾነ ማይ ስለ ዝሃብካና ተመስገን መጥዓሚ ዝኾነ ህይወት ስለ ዝሃብካና ተመስገን መዐንበብን መፍረይን ዝኾነ ህይወት ስለ ዝሃብካና ተመስገን ጎይታ ካብኡ ስለ ዘስሕኻና ተመስግን። ቀጽልካ ድማ ኣብ ሰማይ ከም ክሪስታል ዝምጽራይ ሩባ ህይወት ካብኡ ስለ ተስየና ካብቲ ዝፋንካ ዝፍልፍል ካባኻ ዝወጽእ ማይ ህይወት ንዘለኣለም ስለ ተስየና ተመስገን። ኣቦ ምረትና ስለ ዝወሰድካዮ ተመስገን። ምረትና ስለ ዝሓለፈ ተመስገን። እኖ ኩሉ ምረትና ሓሊፉ ሰላምና ስለ ዝኾነ ተመስገን። ንሓጎስና ስለ ዝኾነ ተመስገን። ንስኻትኩም ድማ ካብ ዔላታት ምድሓን ብደስታ ማይ ክትቀድሑ ኢኹም ከም ተባህለ ካብ ዕለታት ምድሓን ካብ ዕለታት ምድሓን ብደስታ ብሓጎስ ማይ ህይወት ስለ ዘቕዳሕኻና ተመስግን ክብሪ ንኣኻ ይኹን ኣቦ ብሽም የሱስ ኣሜን